ካብ ርሑቕ ይርድኣካ እዩ ብዙሕ ነገር ንዓና ኤቪደንስ ዘይብልካ ማለተስኒ መረጋገጺ ዘይብልካ ግን ነብስና ዝነግረና ኣሎ ብዙሕ ነገር ከምኡ ከኣ ኣብ ቅንኢ እቲ ሰብኣይ ጽቡቕ የማኽረካ እምበር እቲ ናቱ ኤነርጂ ብሎክ ክገብረካ ክእል እዩ ምስኡ እንድሕር ቀጻሊ ኣለኻ ከኣ እቲ ናቱ ተኣማምነት ኣብ ነብስኻ ዘይብሉ ናባኻ ክሰግር ይኽእል እዩ እቲ ኔጋቲቭ ኤነርጂ ናባኻ ክሰግር ይኽእል እዩ ብኸምኡ ኸኣ ብሎክድ ኮንካ ያስ መሊስካ ትጠራጠር ኣብ ክንዲ እቲ ናቱ ጽቡቕ ምኽሪ ትሰምዕ እዚ ምኽሪ ኸኣ ጥዑይ ይህበካ ኣሎ ግን ኣጆኻ ገለ ይብለካ ኣሎ እቲ ብውሽጡ ካልእ ዝሓስብ ግን ይርድኣካ ኣሎ ብዘይ ያ ብዘይ ምስክር ማለት እዩ ግን ማለት ምስክር የብልካን ብኣፉ ካልእ ይብለካ ኣሎ እቲ ናቱ ቅንኢ ግን ክጸልወካ ክእል እዩ ብሓጺሩ ጽልዋ ክትብሎ ትኽእል ኢኻ እቲ ናቱ መንፈስኒ ክጸልወካ ክእል እዩ ክትብል ትኽእል ኢኻ ብትግርኛ ዘኢታት ክርድኣኩም ክብድ ዝበለ እዩ ግን ይፍትን ኣለኹ ካልእ ሓንቲ ዓባይ ነጥቢ ከኣ ብዙሕ ግዜ ዘይንዝክራ ኣነ ንባዕለይ ኣብ ሂወተይ ዝረኣክዋ እንታያ ብዙሕ ግዜ ፕላን ናትና እንድሕር ኣለና ብዛዕብኡ ከኣ ተዛሪብና ብዙሕ ተዛሪብና ነዕሩክትና ከምዚ ክገብር እየ ከምዚ ክፍጽም እየ ንስድራቤትና ነቲኦም በቃ ነቲ ንኣምኖ ሰብ ንበሎ ደሓን ብዙሕ እንድሕር ተዛሪብና ንሓንጎልና እንታይ ኢና ንእምኖ ከይተረዳኣና ሓንጎልና እንታይ እዩ ዝመስሎባ ኣይነእምኖን ኢና ይመስሎ ድሮ ዝፈጸምናዮ እቲ ቢዝነስ ወይ እቲ ዝደለናዮ ስጉምቲ ድሮ ከኣ ዝተዓወትና እዩ ዝስምዖ በቲ ዘረባ ጥራይ ኦረዲ እቲ ዶፓሚን ናትና እዚ ሆርሞን ኣብ ነብስና ዘሎ ማለት እዩ እቲ ዶፓሚን ናትና ይበዝሕ ስለዚ ከም ዝገበርካዮ ይመስለካ ንሓንጎልካ ማለት እዩ ነቲ ነብስካ ከምዚ ዝተዓወትካ ይመስለካ ኦረዲ so ብዙሕ ግዜ እንታይ ኢና ንርኢ ሓንሳብ ብዛዕባ እቲ ጉዳይ ዘረባ እንድሕር ጀሚርካ ቀጻሊ ከኣ ትዛረበሉ ኮንካ እም ንሓንጎልካ ሽዑ ኣብ ክንዲ ኣብ ተግባር ተውዕሎ ኣብቲ ዘረባ ጥራይ ትተርፍ ኣብ ዘረባ ትተርፍ ብርከ ኦረዲ ከምዚ ዝተዓወትካ ኮይኑ ይስምዓካ ኣስተብህሉ እዚኢታት ክተረድኦ ክብድ ዝበለ እዩ እቲ በቃ ይነፍስ እቲ እቲ ሓሳብ ስኒ ኣብ ዘረባ ጥራይ ይነፍስ ኣብ ተግባር ግን ኣይቅየርን እዩ እዚ ከማን ክነስተብህለሉ ኣለና ስለዚ ሳምታይምስ ኢትስ ቤታ ይሓይሽ ጃስት ተራጋጊእኻ ባዕልኻ ወሲንካ ክትጅምሮ ወይ ድማ ምስ ኪኢላታት ዘይፈልጡኻ ፕራይቨት ኣብ ፕራይቨት ሂወትካ ዘየለዉ ክትማኽር ተረዲእኹምኒ ፕርከ ሽዑኡ እስኻ ብዛዕብኡ ትዛረብ ጥራይ እንድሕር ኮንካ ኣብ ተግባር ከኣ ዘይትገብሮ ኮንካ ከማን በቲ ሓደ ወገን እዋእ ክላእ እዚ ደኣ ዘረባ ጥራዩ መኣስ እዩ ዝጅምር ከ ክንደይ ጌሩ ኣሎ ካብ ከምኡ ዝብል ኢሉ እቲ ሰብ ከኣ መሊሱ ይዕንቅፈካ ወይ መሊሱ የናእሰካ መሊሱ ከኣ ያህ እቲ self respect ከማን እቲ respect ኣብ ነብስኻ ዘሎ ባዕልኻ ተጉድሎ ማለት እዩ you know ወይ እቲ respect ንሳቶም ክህቡኻ ዝግብኦም ተጉድሎ ፐርከ የናእሱኻ ክላእ እዚ ደኣ ዘረባ ጥራይ እንድዩ እንታይ እሞ ክንደይ ጌሩ ኣሎ ካብዚ ክገብር እየ ካብ ዝብል ግን ኣይ ወላ ሓደ ኣይጀምርን ገለ ኢልካ so ኣብ ዘይከውን ውድድር ትኣቱ ማለት እዩ ሽዑ ምስ ጀመርካ ከማን እስከ ይክእሎ ድዩ ከመይ እዩ ገለ ይጸልወካ ናይቲ ሰብ ያህ መንፈስ ማለት እዩ so sometimes it's better ምስ ክኢላታት ካልኦት ብኢንተርነት research ጌርካ ኣይትማኸር ማለተይ ኣይኮነን እዚ ኩሉ ግዜ ብጠቅሊ ሓፈሻዊ ኩን ንነብስኻ ስምዓያ እስከ እንታይ የዋጽኣኒ ኣስተብህል ከኣኒ ከመይ ይስምዓኒ ምስዚ ሰብ ምስ ተዛረብኩ ነብስኻ ብዙሕ ግዜ ባዕሉ ይነግረካ እዩ እቲ ሰብ ናይ ብሓቂ ካብ ብልቡ ድዩ ዝቀርበካ ዘሎ ወይ ድማ ንሽሙ ጥራዩ ኣፉ ጥራዩ ዝዛረብ ዘሎ ንነብስና ጽን ኢልና እንድሕር ሰሚዕናያ፣ ግዜ ንነብስና እንድሕር ሂብናያ፣ ካብቲ ዋጭዋጭ እንድሕር ውጽእ ኢልና ከማን ሪፍለክት ጌርና ሓሲብናሉ ወይ ጆርናሊንግ እንድሕር ጌርና መዓልታዊ ዝኾነ ሓሳባት ዘለና ወይ ዝተሰመዓና ክንጽሕፍ እንድሕር ጀሚርና ሞር ኮነክትድ ንኸውን ኢና ምስ ነብስና ስለዚ ከም ሓሳብ ከማን ኣብ ዝኾነ እንድሕር ሽግር ኣለካ ሳምታይምስ ከማን በቲ ትጽሕፎ ኤቭሪ ደይ መዓልታዊ ትጽሕፎ ዘተሓሳስበካ ኣብ ቢዝነስ ጥራይ ኣይኮነን እዚ ኣነ ብሓፈሻዊ ማለት እየ ዝኾነ ሽግር ዘለካ ብቲ ምጽሓፍ ንባዕሉ ንባዕሉ ኣብ ዝኾነ ሓሳብ ጽቡቕ ከምጻካ ክእል እዩ ተረዲኹምኒ ሽዑ ትዝ ክብለካ ክእል እዩ ኦ እዚኣ ደኣ ከመይ ጌራ ጠፊኣትኒ እዚኣ ቀላል መፍትሒት ኣላታ ባኒ ኢልካ ምስ ነብስኻ ከማን ብዙሕ ነገር ክትፍትሾ ትኽእል ኢኻ ክትፈትሖ ከኣ ትኽእል ኢኻ መስሓቒ ሰብ ከይኮንካ ንፋስ ከይኣተወካ ኣብ መንጎኻን ኣብ መንጎኦም ብርከ እቲ መሊሶም ከምኡ ክደፍሩኻ ከለዉ ክላእ እስኻ ደኣ ከምዚ እንታይ ጀሚርካ ብጀካ ዘረባ ጥራይ ክብሉኻ ከለዉ ከማን ኣብ መንጎኻ ስኒ መሊስካ ኢኻ ትረሓሓቕ ነው ስለዚ ሳምታይምስ ምስ ነብስኻ ጥራይ ተማኺርካ ወይ ምስ ኤክስፐርት ተባሂሎም ግን ዘይትፍቐዱ ትካላት ብዘይ ያ ክስታይ ኮኔክሽን ዘይ ፐርሰናል ፕራይቨት ኮኔክሽን ዘይብልካ ርክብ ምስኦም ፕሪቫት ዘይብልካ ሳምታይምስ ከምኡ ይሓይሽ ወይ ኢንተርነት ከምዚ ዝበልኩኹም Anyway ናትካ research ባዕልኻ ብዝተፈላለየ መደብ ክትገብሮ ጽቡቕ እዩ። ሓንቲ ሓጋዚት ዝብላ ከኣ ኣብዚ SWOT analysis ዝበሃል ኣሎ። SWOT analysis ካብ ማርኬቲንግ እዩ ዝመጽእ። ሓደ ኣሜሪካዊ ዝጸሓፎ እዩ ቀደም ጠቓሚት ግን ዝኾነት ኣብ ብዙሕ መፍትሒ ክትረኽበልካ ትኽእል ኣጋባብ ንኣብነት ስዎት ኣናሊሲስ ማለት ስትረንግስ ዊክነስ ኦፖርቲኒቲ ትሬት እዚ ኸኣ እንታይ ማለት እዩ ስትረንግስ ንኣብነት ሬስቶራንት ክትከፍት ደሊኻ ሬስቶራንት ክትከፍትስኒ እንታይ እዩ ንዓኻ ብሉጽ ዝገብረካ ኣቃባብላ ናዝ ሰብ ኮሙኒኬሽን ተሞኩሮ ኣለካ ኣብ ዓዲ ከማን ረስቶራንት ነይሩኩም ወይ ኣብ ሱዳን እንዳ ረስቶራንት ትሰርሕ ነርካ ወድ ኤቫ እቲ ተሞኩሮ ናትካ ወይ ከምኡ ተማሂርካ ኣም ዝኾነ ነገር ጽቡቕ መግቢ ትሰርሕ ኢኻ ንፉዕ ኢኻ ትፈልጥ ኢኻ ኣቃራርባ ናይ ዲዛይን እቲ ረስቶራንት ከመይ ክኸውን ከም ዘለዎ እዚ ሕጂ ኩሉ Strength እዩ እቲ ናትካ ሓይሊ ማለት እዩ እያ Weakness ከኒ Weakness ከኣኒ እቲ ናትካ ድኽመት ማለት እዩ ድኽመት ናትካ ሽዑ ነንበይኑ ትጽሕፎ እቲ ናትካ ሓይሊ እቲ ናትካ ድኽመት ድኽመት ከኣ ኣብዚ ንኣብነት ኣብ ዘይሃገርካ ኣለኻ ኣብ በዓል ጀርመን ኣለኻ ኣብ በዓል ስዊድን ኣለኻ እቲ ቋንቋ ጽቡቕ ኣይትኽእሎን ኢኻ እቲ ሕግታት ኣይትፈልጦን ኢኻ እቲ ሰራሕተኛ እንድሕር ተስርሕ ኮንካ እንታይ እንታይ ክተማልእ ኣለካ ኣይትፈልጥን ኢኻ እቲ ናትካ ቁጠባ ከመይ ጌርካ ክትሕዞ ናይ ቁጠባ ሽግር ኣለካ ወይ ድማ ታክስ ዲክለሬሽን ከመይ ከም ዝግበር ኣይትፈልጥን ኢኻ ናይ ኮምፒውተር ብዙሕ ኣይትፈልጥን ኢኻ እቲ ያ ብዙሕ ነገር እቲ ናይ ካሳ ከመይ ካዓ እንታይ ዓይነት ካሳ እዩ ዘ ብዙሕ ሕቶ ኣለካ ኣብቲ ዓዲ ኣብ ኣፍሪቃ ዘየድልየካ ዝነበረ ተረዲእካኒ እም እሱኢታት ከመይ ክትገብር ኣለካ ፔፓል ድዩ ወይ ክረዲድ ካርድ ክከፍሉ ከለዉ ከ እንታይ የድልየካ እዚኢታት ሕጂ ኩሉ ኣፍልጦ የብልካን ጭራሽ ኣፍልጦ የብልካን ስለዚ ኩሉ ሪሰርች ክትገብሮ ኣለካ እም ሓደ ዊክነስ ማለት እዩ ማለትስኒ ገና ዱልዱል ኣይኮንካን ኣብኡ ኦፖርቲዩኒቲ ከኒ ስዎት ኣናሊሲስ እንዲና ኢልና ስትረንግስ ዊክነስ ሕጂ ከኣ ኦፖርቲዩኒቲ ትጽሕፍ ኦፖርቲዩኒቲ ማለት ከኣ ዋው እንጀራ ናትና ብጣዕሚ ፍቱው ዩ ኣብዚ ዓዲ መግብና ፍቱው ዩ እቲ ካልቸ ናትና ፍቱው ዩ ርግጸኛ ኢኻ ብዙሓት ደቂ ዓዲ ደቂ ስዊድን ወይ ደቂ ኖርወይ ኣብቲ ዘለኻዮ ደቂ ጀርመን ኣብኡ ከም ዝመጹኻ ኤክሶቲክ መግቢ ይፈትዉ እዮም ኢልካ ርግጸኛ ኢኻ እቲ ኦፖርቲኒቲ ኣሎ ናይቲ ማርክት ከምኡ ከኣ ብዙሓት ሓበሻ ኣለዉ መንእሰያት ሬስቶራንት ኣብቲ ዓዲ ከኣ የለን ክሳብ ሕጂ ስለዚ ኦፖርቲኒቲ እዩ ወይ ድማ ኦፖርቲኒቲ ዕድል ማለት እዩ ዕድል ድማ ከኣ መንግስቲ ኣዶኖ ሽዱሽተ ዓሰርተ ሽሕ ከኣ ንመበገሲ ናይቲ ቢዝነስ ክህበካ እዩ ከም ነጻ ገንዘብ መበገሲ ኢሉ በቃ ጽቡቅ ገዛ ከኣ ረኪብካ ኣለካ ሕሱር ገዛ ክራይ ዘለዎ እዚ ሕጂ ዕድል እዩ ኦፖርቲዩኒቲ እቲ ከተማኩም ሃብታም እዩ ብዙሓት ሰባት ጽቡቅ ስራሕ ኣለዎም ብዙሓት ብዙሕ ገንዘብ ኣሎ ማለት እዩ ብሓጺሩ ብቲ ከተማ ስለዚ ክልተ ሰለስተ ግዜ እዮም ኣብ ሰሙን መግቢ ዝበልዑ ኣሎራ ክላየንት ኣለካ ማርከት ኣሎ ድልየት ኣሎ ካብቲ ዕድል ኣሎ ብሓጺሩ ብብዙሕ መገዲ ማለት እዩ ኩሉ ሊስታ ትገብር ማለት እዩ እዚ thread ከኣ thread ከኣ ሓደጋ ሓደጋ ማለት ከኣ እንታይ እዩ danger ወይ threat ያ እዚ ከኣ እንታይ እዩ እሱ ከዓ ኩሉ ክስታይ ትገብሮ ንኣሽቱ ቆለዎ ኣለውኻ ኣርባዕተ ቆለዎ ኣለውኻ ሰበይትኻ ከዓ ሕጂ ኣብዚ ቀረባ ግዜኣ ሓምሻይ ቆልዓ ወሊዳ ስለዚ ፋሚሊ ኣለካ ሬስቶራንት እንድሕር ትከፍት ኮንካ ከኣ ክሳብ ለይቲ እዩ ክሳብ ምሸት እዩ ሓሙሽተ ቆሎዉዕ ሒዛ ከኣ ኣብ ገዛ ቤና ናይ ምሸት ክትሕልፎ ከቢድ እዩ ነቲ ሓዳርካ ሓደጋ ከፍጽም ይክእል እዩ ሰበይትካ ከኣ ከምኡ ክትሕግዘካ ኣይትክእልን እያ ስለዚ በይንካ ኢካ ናይ ግድን ሰራሕተኛታት ከድልዩካ እዮም ከምኡ ከኣ ብናትካ ወገንን ብናት ሰበትካ ወገንን መዓት ፋሚሊ ካባኹም ፋይናንሽል ዲፐንደንሲ ዘለዎም ኣዚ ካባኹም ገንዘብ ዝጽበዩ ወርሓዊ ኣለዉ ክሳብ እቲ ቢዝነስ ናይ ብሓቂ ዝሰርሕ ግን ከኣ ክትሰደሎም ኣይትኽእልን ኢኻ ስለዚ እሱኸ ከመይ ጌርካ ክትፈትሖ ትኽእል እዚ ከኣ ትሬት ማለት እዩ ሓዳርካ ከኒ ክኽእሎ ድዩ ሓሙሽተ ቆሎዉዕ ሒዝካ ሬስቶራንት ክተካይድ ትክእል ዲካከ እዚኢታት ሕጂ ኩሉ ሊስታ ትገብር so ሽዑ ትማክር እቲ strengths ናትካ መሊስካ ተበርትዖ እቲ weakness እቲ ድክመት ካኣ መፍትሒ ትረክበሉ እቲ opportunity ካኣ መሊስካ ተበርትዖ እቲ threat ካኣ danger ዝባሃል ካኣ መፍትሒ ክትረክበሉ ትፍትን ምናልባት ኣሕዋት ሰበይትካ ንቁሩብ ዓመታት እሳቶም ንዝያዳ የሕግዙ ይኽእሉ ኮኑ፣ ኣሕዋት እንድሕር ኣለዉዋ ወይ ድማ ናትካ ኣሕዋት ካኣ ከምኡ ብካልእ የሕግዙኻ ይኽእሉ ኮኑ ምሻለኩም ከምዚ so ክትጽሕፍ ኣለካ ክትጽሕፎ ኣለካ ኩሉ እስከ እቲ ኣናላይስ ኣናለሲስ ክትገብር እንድሕር ኮንካ ክትጽሕፎ ኣለካ ማለት እዩ። እዚ ሕጂ ሓደ ካብቲ ቲፒክል ኣብ ዝኾነ ማርክት ክትከፍት ኮለኻ እቲ ቢዝነስ ፕላን ክትገብሮ ኮለኻ እዚኣ ስዎት ኣናሊሲስ ፍልጥቲ እያ ግን ኣብ ሂወትካ ከማን ክትጥቀመላ ትኽእል ኢኻ እንድሕር ሓዳር ክትደሊ ኢኻ ሓንቲ ጓል ከኣ ተላሊኻ ኣብኡ ከማን ክትገብሮ ትኽእል ኢኻ እስከ እንታይ ኣሎ ዘበርትዓና እንታይ ኣሎ ድኽመት ዝፈጥረልና ካብ ጠባይና እንታይ ኣሎ ኦፖርቲዩኒቲ ኣብ መጻኢ ኸኒ እንታይ ክንገብር ንኽእል ኦፖርቲዩኒቲ እንታይ ዕድላት ክንፈጥር ንኽእል ብሓንሳብ ኮይንና እቲ ሓደጋኸ እንታይ እዩ? ፐርከሳ ርሑቕ እያ ትቕመጥ፣ ክሳብ እቲ ናትና ሪሌሽንሺፕ ከ ይኽእሎ ድዩ ክንድዚ ዓመታት ፕሮሰስ ክገብረላ? ፋይናንሽሊ ስሬት ኩኩሉ እቲ ትጽሕፎ ኣብ ዝኾነ መፍትሒ እንድሕር ደሊኻ ክትጥቀመላ ትኽእል ኢኻ። እዚኣ ስዎት ኣናሊሲስ፣ SWOT፣ ኣናሊሲስ እያ ትጽሓፍ፣ ስትሬንግዝ፣ ዊክነስ፣ ኦፖርቹኒቲ፣ ትሬት። ሶ ብኸምኡ ከማን እቲ ናትካ ሓሳብ ኣብ ክንዲ ምስ ሰብ ትረዳዳእ ባዕልኻ መፍትሒ ቀስ ኢልካ ክትረኽበሉ ትኽእል ኢኻ። ብዙሕ ግዜ ከኣ ሓደ ክንፈልጥ ዘለና ንኣብነት ሎምዓልቲ እንድሕር ከምኡ ሕቶ ኣለካ ናይ ግድን ኣይኮነን ሎሚ እቲኣ መፍትሒት ክትረኽባ ዘለካ ሳምታይምስ ኣገዳሲኡ ትጽሕፎ ጥራይ ትሓድጎ ሽዑኡ ቅድሚ ምድቃስካ መሊስካ ትፍትሽ ኣቲኣ ዘንብብ ዝጸሓፍካያ ከምኡ ኢልካ ትድቅስ ምስ ደቀስካ ሳምታይምስ ንጽብሒቱ ሓሳብ ይመጻካ እዩ ወይ ኣብ ዘይሓሰብካዮ ግዜ ማይ እንዳ ተሓጸብካ ኣብ ሻዋር ኮለኻ ዋይ እዚኣ ባዕላ ትዝ ትብለካ መፍትሒት እቲኣ ጉዳይ ብዙሕ ግዜ እዚ ንዓይ ከምኡ ይፍጸመኒ ብከምኡ እየ ዝብለኩም ዘለኹ ግን ሓቂ ከኣ እዩ ወይ ድማ እንድሕር ከቢድ ሽግር ኮይኑ ጭንቀት ዘምጻልካ ሽግር ኮይኑ ኣ ኣብ ኢድ ኣምላኽ ክሓድጎ እየ እስከ ኢልካ ብእኡ ጸሎት ትገብር ቅድሚ ምድቃስካ ንባዕሉ እዚ ዓቢ ክስታይ ተኽእሎ ኣሎ ባዕሉ ሽዑ ኣምላኽ ሓሳብ ክሰደልካ you know so እዚ ከማን ክትፍትን ትኽእል ኢኻ እስከ እዚኣስ ጽቡቅ ሓሳብ የምጻለይ እንታይ መፍትሒ ክረክበሉ ተስፋ ይገብር ኢልካ ካልእ ዝኮነ ጸሎት ትገብር ማለት እዩ ንኣምላክ ትሓቶ ማለት እዩ ሽዑ ባዕሉ ሳምታይምስ ክፍትሓልካ ይክእል እዩ እዚ ከማን ኣብ ዝኮነ ዘጨንቀካ ሓሳብ ምስ ሰብ ከኣ ክትዛረበሉ ዘይትደሊ ንኣብነት ሓዳርካ ድዩ ወይ ምስ ደቅካ ሽግር ዘሎ ሪለሽንሽፕ ድዩ ምስ ያህ ሰበይትኻ ዘተላለልኻያ of course እዚኢታት ሕጂ sensitive topic እዩ ምስ ካልኦት ሰባት ክትዛረብ ክወጻልካ ኣይትደሊን ኢኻ ግን ጭንቀት ከኣ ይገብረልካ ኣሎ so እዚኢታት ከምኡ በይንኻ ክትፍትሾ ኣገዳሲ እዩ ኣብ መንጎኻን ኣብ መንጎ እቲ relationship ሰብ ከኣ ንፋስ ከይእትወልካ መሊሱ sometimes it's better ከምኡኢታት ንበይንኻ እንድሕር ፈቲሕኻዮ ይሓይሽ ይብል ኣነ ማለት እዩ ብዝከኣል መጠን ግን ሳምታይምስ ከኣ ኣገዳሲ እዩ ወይ ድማ ናብዚኦም ናይ ከምኡ ዘማኽሩኻ ኣለዉ ናይ ሪሌሽንሽፕ ዘማኽሩ ኣለዉ ናይ ቢዝነስ ዘማኽሩ ኣለዉ ናይ ዝተፈላለየ ኣርእስቲ ነናቶም ትካል ገሊኦም ዝኽፈሉ ኣለዉ ገሊኦም ግን ከኣ ብዙሕ ትካላት ብነጻ ዘማኽሩ ኣለዉ ፈትሽዎ ኣለዉ ኣለዉ እንታይ ምስ ክገብር ኣለኒ ወይ ናበይ እንተኸድኩ ሓይሽ ኢልካ ኣብ ምስ ከምኦም ትካላት ከማን ሕሸካ ካብ ምስ ሰብ ይብል ኣነ ሓቂ ሓየሽ ክኢላታት ብነጻ ከማን ኣሎ ኣብ ጀርመን ሕጂ ብነጻ ብዙሕ ኣሎ ኮሚኢታት ማለት እዩ እሳቶም ከኣ ይፈልጡኻን እዮም ሶ ኣብቲ ህወትካ ከኣትዉ ይክእሉን እዮም ኢቭን እንድሕር ፈሊጦም ኣገዳሲ ኣይኮነን ክትሓፍር የብልካን ዝኾነ ይኹን ሳምታይምስ ከማን ኣብ ካልእ ቪድዮ ምጽዮ ኣለኹ ዝዱ ብቴሌፎን ጥራይ ኣኖኒም ማለትኒ ብስልኪ ናትካ ብቴሌፎን ኢኻ ክትድውል ዘለካ ኣኖኒም ክትድውል ኣይፍቀደልካን እዩ ኣንዳ ብዘይ ቁጽሪ ስለ ብዙሕ ሰብ ከኣ መላገጺ ስለ ዝገብሮም ን ካልእ ምክንያታት ከማን ኣለዎ ግን ምስኦም ከማን ከምዚ ጸገም ኣለኒ እሞ እስከ ኣማክሩኒ ትብሎም ብነጻ ማለት እዩ ኣሎ ዝኮነ ጭንቀት ዝኮነ ከቢድ ዘይትፈትሖ ወይ መፍትሒ ዝሰኣንካሉ ን ኦልሶ ምዝራብ ምስ ሰብ ከኣ ብጠቅላላ ግን ክሕግዙና ዝክእሉ እምበር ክፈትሑልና ዝክእሉ ወይ ምክሪ ጠቃሚ ክህቡና ዝክእሉ እምበር ሳክት ንዘረባ ኢልና ከማን ክንዛረብ የብልናን ፕርከ እዚ ከማን ጃስት ዓርክና ስለ ዝኮነ መሓዛና ስለ ዝኮነትን ናይ ግድን ኣይኮናን ምስኣ ክንዛረብ ዘለና ተመኩሮ ኣፍልጦ ኣተሓሳስባ ናታ እንድሕር እቲ ማይንሴት እኩል ዘይኮነ ነቲ ንሓስቦ ደስ ኣይብልንዩ ተረዲኩምኒ ስለዚ ምስ መን ኢና እንታይ ንዛረብ ዘለና ከኣ ምፍላጥ ኣገዳሲ ይብሎ ማለት እዩ ኣብ ዝኾነ ኣርእስቲ ማለት እዩ for example ንኣብነት ዝኾነ ንኣብነት ናብ ዓዲ እንግሊዝ ክትከይድ ደሊኻ ኣለኻ ሕጂ ብዙሓት ሙሉቕ ኢሎም ይኸዱ ዓዲ እንግሊዝ ንኣብነት ካብ ጀርመን እያ ግን it would be better ኣብ ከምኡ ሕጂስኒ ዝያዳ ኣገዳሲ ነይሩ ከማን ምስ ሰብ ክትማኸር በሃሊት እየ ተረዲእኹምኒ ብርከ ንኣብነት ከም ሕጂ ስለ ዝዘከርኩዎ ዓዲ እንግሊዝ ኣብዚ እዋን እዚስ ሜታ እያ ዘላ። ሜታ፣ እቲ ሰብ ከመይ ገይረ ካብ ዓዲ እንግሊዝ ክወጽእ ይኽእል እዩ ዝብል ዘሎ እምበር ከመይ ገይረ ናብ ዓዲ እንግሊዝ ዝኸይድ ዝብል ሰብ ሕጂ ኣይ ዶንት ኖው እንታይ ዜና ድዩ ዘይርኢ ዘሎ ወይ ኣብዛ ዓለም እዩ የለን ክብል ኣለኒ ኣነ ማለት ይብል ኣነ ማለት እዩ። እዚ ከኣ ሎሚ ኣይኮነን ዓዲ እንግሊዝ ከምዚ ኮይናቶ ዘላ ነዊሕ ገይራ ዘላ። ማራ ከፊእዋ ኣሎ ንሰብ ንደቂ ዓዳ ከማን ከፊእዎም ኣሎ። ደቂ ዓዳ ብብዝሒ ናብ በዓል ኣሜሪካ፣ ኣውስትራልያ፣ ናብ ካናዳ ይኸዱ ኣለዉ። እቲ መናባብሮ ስለ ማራ ከቢሩ ዘሎ ኩሉ ከቢዱ ስለ ዘሎ ኣሜሪካ ካናዳ ኣውስትራልያ ወይ ኒውዚላንድ ከማን ሒሹ ማለት ኣይኮነን ኢትስ ዘ ሰይም ግን ነቲ ቋንቋ ኢሎም እዮም ናብኡ ዝኸዱ እምበር ኣብኡ ኦኬ ምሁራት እንተኮይንካ ከኣ ኢኻ እምበር ከኣ ማዘ ጽቡቕ ስራሕ ክትረክብ ስኪልድ ወርከርስ ኮይኖም ኣብኡ ኢሚግሬት ዝገብሩ እምበር ከምዚ ዝኾነ ኖርማል ስራሕ እንድሕር ኣለካ ኩሉ ብጣዕሚ ከቢድ እዩ ሶ it always depends also ሕጂ ዓዲ እንግሊዝ ስኒ ብኡነት ነዊሓ ጌራ ከኣ ኢኮኖሚ ናታ ብጣዕሚ እዩ ወዲቁ ዘሎ ኣብ ቀረባ ግዜ ናብ ዘይምዕቡላት ሃገር ክትቁጽር እያ እዩ ዝበሃል ዘሎ ድሮ ናብ ከምኡ ዓይነት እያ ትኸይድ ዘላ ተረዲኹምኒ እቲ ስታቲስቲክ ናይ ኩሉ እንድሕር ርኢኻዮ ስኒ እቲ ናቶም ኢኮኖሚክስ ጥዋዕዋዕ ኢሉ እዩ ዘሎ so እንታይ እሞ ይጠቅመካ ኣብኡ ክቡር እዩ ዘሎ እቲ ሂወት ያ even ጸሊም ስራሕ እንድሕር ረኺብካ ስኒ ኣይከኣልን እዩ እቲ ገዛ ክራይ ክቡር እዩ ዝለዓለ ስታቲስቲክ ገዛ ዘይብሎም ሰባት ኣብ ጽርግያ ዝቅመጡ ሰባት ዘለዋ ካብዚኦም ሙዑቡላት ሃገር እያ ዝለዓለት ኣብ ስታቲስቲክ ወጽያ ኣላ ኣብዚ እዋን እዚ ሕጂ ስለዚ ስኒ ዓዲ እንግሊዝ ክኸይድ እየ ዝብለኒ ኣብዚ እዋን እዚ ብዘየገድስ ካበይ እዋእ ኣፍሪቃ ከማን ይሕሾ ይብል ኣነ ኣትሊስት ጸሓይ ኣለ ካብኡ so ዲፕረሽን ከማን ክንድዚ የለን ኣብ ኣፍሪቃ you know so ቤታ ዓዲ እንግሊዝ ጠጠው ክብል ኣለዎ ፕሊስ ፕሊስ እዚኣ መመሊሰ ካብ ቀደመይ እንዲ ከምኡ ዝብል ካብዚኣ ዩቱብ ካብ ዝጅምራ ብርክ ባዕለይ ከኣ ርእየዮ እንዲ ዓዲ እንግሊዝ ብጣዕሚ እየ ሰንቢደ ኣነ ሂወት ኣብኡ ብጣዕሚ ከቢድ እዩ ክቡር እዩ ገንዘብ ኣይኣኽለካን እዩ መናባብሮ ናቱ ክፉእ እዩ እቲ ኳሊቲ ኦፍ ላይፍ እቲ ገዛውቲ ኣብዚ ዓዲ ክተካርዮ ዘይፍቀደልካ እዮም ዘካርዩኻ ኣብኡ ኣብዚ ዓዲ ከምኡ ክተካርይ ኣይትኽእልን ኢኻ ከማን ዩ ኖው ሶ ገሪምኒ ብሓጺሩ ያ ሶ anyway እዚ ኣብ ስለዚ ዓዲ እንግሊዝ ትኸዱ እዚኣ ምኽሪ ናተይ ክህበኩም ይደሊ ወይ ድማ ምስ